ኣብ መንግስታዊ ጸፍሒ ኣሜሪካ ዝሰርሕ ቲቦር ናጂ ብ ዕስራ ለካቲት ኣብ መርበብ ሓበሬታ ለቮክ ኣቫላንች ጆርናል ብሽሙ ኣብ ዘውጽኦ ዓንቀጽ ኣብ ዝምልከት ኢምባሲ ኤርትራ ኣብ ዋሽንግተን መልሲ ሂብሉ። ኢምባሲ ኤርትራ ሓሙስ ዕስራን ሽዱሽተን ለካቲት ቲቦር ናጂ ወትሩ ኣንጻር ኤርትራ ዝሰርሕ ፖለቲከኛ ብዝብል ኣብ ዘውጽኦ መግለጺ ነቲ ኣሜሪካዊ ብትሪ ነቒፍዎ። ቲቦር ናጂ ብዛዕባ ቀርኒ ኣፍሪቃ ምስቲ ቀንዲ ጠንቅታት ናይቲ ኣብ ዞባ ዘሎ ወጥሪ ዝጋጮ ወገናዊ ትዕቢተኛን ግምታት ንምሽፋን ንኤርትራ ንምንእኣስ ከምዝጸሓፈ ገሊጹ። ወሲኹ ኣብዚ ቅንያት እዚ ንሶማሊላንድ ኣፍልጦ ንምሃብ ዝገብሮ ዘሎ ውዕዉዕ ድፍኢት፣ ኣብ ኩነታት ሱዳን ዘለዎ ኣሉታዊ መርገጺታት ንመርገጺ ዘርእዩ ተወሰኽቲ መርመማት እዮም ክብል ገሊጹ። ቲቦር ናጂ ኣብቲ ኤርትራን ኢትዮጵያን ኣብ ርሱን ኩናት ዝነበራሉ እዋን ካብ ሽሕን ትሽዓተ ሚእትን ተስዓን ትሽዓተን ክሳብ ክልተ ሽሕን ክልተን ኣምባሳደር ኣሜሪካ ኣብ ኢትዮጵያ ምንባሩ ዝዝከር ኮይኑ፣ ኤምባሲ ኤርትራ ኣብ ኣሜሪካ ኣብ ዘውጽኦ መግለጺ፣ ቲቦር ናጂ ኢትዮጵያ በቲ ናይ መወዳእታን ቀያዲ ውዕል ኣልጀርስ ንኸይትቕየድን ንላኣላዊ መሬት ብምሓዝ ብኮምሽን ዶብ ኤርትራን ኢትዮጵያን ዝተውሃበ ብይን ንኽጥሓስን ይድግፍ ከም ዝነበረ ከሲሱ። ኣሜሪካ ሓንቲ ካብተን ኣውሓስቲ ውዕል ኣልጀርስ ምንባራ ብምዝኽኻር ከኣ፣ ቲቦር ናጂ ኢትዮጵያ ድሕር ውዕል ኣልጀርስ ንቀንዲ ሱር ምስሓብ ክልቲኤን ሃገራት ዝኾነትን፣ ብኮምሽን ዶብ ኤርትራን ኢትዮጵያን ንኤርትራ ዝተፈረደት ባድመ እትርከቦ ንልዐላዊ መሬት ኤርትራ ሒዛትሉ ኣብ ዝነበረት ንተግባር ኢትዮጵያ ንምሽፋን ይሰርሕ ከምዝነበረ እቲ ኢምባሲ ኣብ ዘውጽኦ መግለጺ ከሲሱ። ነቲ ቲቦር ኣብ መርበብ ሓበሬታ ሎቦክ ኣቫላንች ጆርናል፣ ኤርትራ ቅድሚ ኣብ ሽሕን ትሽዓተ ሚእትን ተስዓን ሰለስተ ናጻ ምዃና ኣብ ዝሓለፈ ክልተ ሽሕ ዓመታት ኣካል ኢትዮጵያ እያ ነይራ ምባሉ'ውን ንታሪኽ እዚ ዞባ ካብ ዘይምፍላጥ ኮነ ኢልካ ዝተብሃለን ምዃኑ ኢምባሲ ኤርትራ ኣብ ዋሽንግተን ኣብ ዘውጽኦ ጽሑፍ ኣብሪሁ። ኢምባሲ ኤርትራ ነዚ ካብርህ እንከሎ ከኣ፣ ኤርትራ ቅድሚ መግዛእቲ ጥልያን፣ እቲ ምዕራባውያንን ምብራቓውያንን መታሕት ብዝተፈላለየ ገዛእቲ ኣቶማን ኢምፓየር ካልኦትን ይግዛእ ከም ዝነበረን ኣብ ዝተፈላለዩ ክፋላት ከኣ ደቀባት ንከባቢኦም የመሓድሩ ምንባሮም ይገልጽ። ኤርትራ ብሓይሊ ኢትዮጵያ ኣብ ዝተጎበጠትሉ፣ ብቓላት ቲቦር ናጂ ካብ ሽሕን ትሽዓተ ሚእትን ሓምሳን ሓደን ክሳብ ሽሕን ትሽዓተ ሚእትን ተስዓን ሓደን ኤርትራን ኢትዮጵያ ሓደ እየን ነይረን እዩ ድሕሪ ምባል፣ ንኤርትራ ንምንኣስ ንምግላጽ ክንዲ ፔንሲልቪንያ እያ ትኸውን ንዝበሎ ከኣ፣ ልኣላውነትን ግዝኣታዊ ምልእነትን ኣህዛብ ምስ ጂኦግራፍያዊ ስፍሓት መሬት ዝኾነ ይኹን ምትእስሳር የብሉን ዝብል መልሲ ሂብሉ። ቲቦር ንቀዳማይ ሚኒስተር ኣብይ ኣሕመድ ንምንኣድ ንርእሱ ከም መውሓሲ መራሒ ኣብ ምድሪ ዕዮ ኣምላኽ ዝሰርሕ ውፉይ ወንገላዊ ቤተ ክርስትያን እዩ ዝብል ቃላት ምጥቃሙ ከኣ ፍጹም ሓሶትን ዘስሕቕን ኮይኑ ንገለ ትካላት ኣሜሪካ ንምስሓብ ዝተሃነጸ ምዃኑ ርዱእ እዩ። ብዓቢኡ ቲቦር ናጂ ዝኾነ ስነ ምግባር ዘይብሉ ሎቢስት ወይ ድማ ተኸፊሉ ንስርዓታት ንውልቀ ሰባትን ዘቀናጁ ምዃኑ ኣቃሊዑ። ኢምባሲ ኤርትራ ንኢትዮጵያ እታ ካልኣይቲ ክርስትያን ዝተቐበለት ሃገር ምዃን ምግላጹ ከኣ፣ እምነታት ክርስትናን እስልምናን ኣብ ራብዓይ ክፍለ ዘመን ብቐይሕ ባሕሪ ኣቢሉ ብኤርትራ ናብ ኣፍሪቃ ከም ዝኣተወ መጒቱ። ኢምባሲ ኤርትራ ኣብ ዋሽንግተን ኣብ መወዳእታ ዕላምኡ ካብቲ ሱር ጠንቂ ናይዚ ሕጂ ዘሎ ጸገም ማለት ሰልፊ ብልጽግና ነቲ ልኣላዊ መግዛእቲ ብምውራር ልኣላውነት ተበጻሕነት ናብ ባሕሪ ዝብሎ ንምስጓም ዝገብሮ ዘሎ ድሌትን ዘሕዝንን ኣጀንዳ ኩናት ግጭት ንምስሓብ እዩ ኢሉ። ኣተሓሒዙ እዚ ሓደገኛ ተግባር ብኻልእ ስሕተት ምስምስን ትረኻታትን ክምኽና ኣይኽእልን እዩ። ቲቦር ናጂ ኣብ ትሕቲ ምልከት ጻውዒት ፋይናንሳዊ መወልቱ ስለ ዘሎ ነዚ ከቕርብ ኣብ ዝኽእል ኩነታት ከም ዘየለ ርዱእ እዩ ብምባል ኩሉ እቲ ዝቕበሎ ቃና ናይቶም ልኡኻቱ ምዃኑ ሓቢሩ። ሚኒስተር ዜናን ሓበሬታን ኤርትራ ምስ ኣምባሳደር ሂንዲ ራጂ ካማል ተራኺቡ ዘትዩ። ኣብቲ ዝተኻየደ ዘተ ኣብ መንጎ ኤርትራን ህንድን ዘሎ ናይ ነዊሕ እዋን ዝምድና ንምድልዳል ብፍላይ ድማ ኣብ ዓውዲ ሓበሬታን ዜናን ንዘሎ ናይ ክልቲኣዊ ምትሕግጋዝ ንምምዕባልን ንምስፋሕን ኣብ ዝከኣለሉ ዝተፈላለዩ ነጥብታት ብዕምቆት ከምእተመያየጡ ተገሊጹ። በብዓመቱ ጉጅለ ክኢላታት ሓኻይም ናብ ኤርትራ ክትልእኽ ዝፀንሐት ቻይና ለሚ እውን ተወሰኽቲ ጉጅለ ኣስመራ ብምስዳድ ንህዝቢ ኣብ ዝተፈላለየ ጥዕናዊ መዳይ ኣገልግሎት ይህቡ ከምዘለዉ ተሓቢሩ። ሎሚ ዕስራን ሸውዓተን ለካቲት ክልተ ሽሕን ዕስራን ሽዱሽተን ብመሰረት ኢምባሲ ቻይና ኣብ ኣስመራ ዝዘርግሖ ሓበሬታ ከም መርኣያ እቲ ኣብ መንጎ ሃገራት ኤርትራን ቻይናን ዘሎ ምውቕ ዝምድና ላዕለዎት ክኢላታት ዝሓቖፈ ጉጅለ ሓኻይም ኤርትራ ኣብ ዝተፈላለየ ጥዕናዊ መዳይ ንህዝቢ ኣገልግሎት ይህቡ ከምዘለዉ ተገሊፁ። ኣሃዱታት ሓይሊ ባሕሪ ኤርትራን ጸጥታ ርግኣትን ገማግም ቀይሕ ባሕሪ ንምሕላው ዓሊሙ ኣብ ፖርት ሱዳን ንራብዓይ ግዜ ምንቅስቓሳት የካይድ ኣሎ ክብል ኣልውስጥ ኒውስ ሓቢሩ። ብመሰረት ኣልውስጥ ዝተረኸበ ሓበሬታ ሓይሊ ባሕሪ ኤርትራ ዘመናውን ናይ ውግእ መራኽብ ዓጢቑ ኣሃዱ ወሃቢ ደገፍ ከበድቲ ኣጽዋራት ኣብ ገማግም ፖርት ሱዳን ንምንቅስቓሳት የካይድ ከምዘሎ ተፈሊጡ። ነቶም ንኣስታት ሰለስተ ዓመት ኣብ ኤርትራ ዝሰልጠኑ ፍሉያት ሓይልታት ሶማል ናብ ሃገሮም ድሕሪ ምምላሶም ቀዳማይ ሚኒስተር ሶማል ኣብ መቓድሾ ዝርከብ ወተሃደራዊ መዓስከር ጀነራል ጎርደን ብኣካል ብምርኻብ ናይ እንቋዕ ደሓን መጻእኹም መደብ ከም ዝተገበረሎም ተገሊጹ። እዞም ብኹሉ መዳያዊ ሞያ ውትህድርና ዝሰልጠኑ ኣባላት ስርሒት ሶማልያ፣ ኣብታ ሃገር ዝጸንሐ ሽበራዊ ነውጽን ኩሉ ዓይነት ሽግራትን ገጢሞም ሰላምን ርግኣትን ህዝቦም ከውሕሱ ትጽቢት ተገይርሎም ከምዘሎ እውን ይግለጽ። ካብ ትግራይ ናብ ከተማ ኣዲስ ኣበባ ትኸይድ ዘለኻ መንእሰይ ካብ ካራ ብልጽግና ኣይተምልጥን ክብል ዶክተር ደብረጽዮን ገብረሚካኤል ኣጠንቂቑ። ኣቦ ወንበር ውድብ ህወሓት ዶክተር ደብረፅዮን ገብረሚካኤል ነዚ ዝገለፀሉ ቦርድ መረፃ ኢትዮጵያ ኣብ ናይ ክልላትን ጣብያታትን ኣመልኪቱ ኣብ ዘመሓላለፎ ውሳነ ስዒቡ ኣብ ከተማ መቐለ ኣብ ዝካየድ ሰለማዊ ሰልፊ ዘስምዖ መደረ እዩ። ዶክተር ደብረፅዮን ኣብ መደርኡ ኣብ መላእ ዓለም ዘለኹም ዲያስፖራ ትግራይ ሓድነትኩም ንምዝራግ ዝግበር ዘሎ ሽርሒ ተገንዚብኩም ኣብዚ ዳግም ኣንፀላልዩ ዘሎ ካልኣይ ዙር ደማዊ ኹናት ከም ወትሩ ኣምባሳደራት ትግራይ ኮይንኩም ታሪካዊ ሓላፍነትኩም ከም እትዋፅኡ ውድብኩም ህወሓት ተኣማሚናትልኩም እያ ክብል ገሊፁ። ሓደጋ ኹናት ኣንፀላልዩ ኢልካ ናብ ኣዲስ ኣበባ ከይድካ ግዳይ ግፋን ማእሰርትን ትኸውን ዘለኻ መንእሰይ ትግራይ፣ ስደት መፍትሒ ከምዘይኮነ ክትርዳእ ይግባእ ዝበለ ዶክተር ደብረፅዮን ወሲኹ ድማ ኣብ ኣዲስ ኣበባ ዘለኻ መንእሰይ ካብ ካራ ብልፅግና ከምዘይተምልጥ ተረዲእኻ፣ ምስ ሰራዊትካን ህዝብኻን ክትውግን ይግባእ ክብሉ ገሊፆም። ዝኸበርኩም ተዓዘብትና ንሕጂ ዝበልናዮም ዜናታት ኣብዚ ዛዚምና ኣሎና ኣኣብ ዘለኹሞ ሰናይ ግዜ እንዳተመነና ኣብ ዝቕጽል ቪድዮታት ክበጽሓኩም ሳብስክራይብ ዘይገበርኩም ሳብስክራይብ ክትገብሩ ብኽብሪ ንዕድም።